ሰላም ከመይ ትኾኑ ጋይስ ካብ ፊልም ሎም መዓንቲ ካብ ሓድሽ ቪድዮ ተመይስና ኣላ ኢሎም መዓንቲ ቪድዮ ኢሎም መዓንቲ ርእስና ቅድሚ ሕጂ ትጥቀምሉ ዝነበርኩም ፓስወርድ ናይ ኣፕሊኬሽን ከምኡ ናይ ዌብሳይታት ክኸውን ይኽእል እዩ ደጊንኩም ብኸመይ ትፈልጥዎ ወይ ከዓ ብኸመይ ትዝክርዎ ዝብል ነገር ክንርኢና ማለት እዩ ናይ ዝተፈላለዩ ኣፕሊኬሽናት ፌስቡክ ኢንስታግራም ቲክቶክ ክኸውን ይኽእል እዩ ኣብ ዌብሳይታት እውን ኣብ ክሮም ኣትኹም ትጥቀምሉ ዝነበርኩም ዌብሳይታት እውን ክኸውን ይኽእል እዩ ስለዚ ቅድሚ ሕጂ ዝተጠቀምኩምሉ ፓስወርድ እንድሕር ረሲዕኩሞ ብኸመይ ትረኽቦ ዝብል ክንርኢ ኢና ማለት እዩ ስለዚ ሳብ መወዳእታ ምሳይ ፅንሑ ሓድሽ ድሕር ኩንኩም ሳብስክራይብ ለስገው ስለዚ መጀመርታ ንኣንድሮይድ ተጠቀምቲ ክንርኢ ኢና ኣንድሮይድ ተጠቀምቲ እንድሕር ኮንኩም መጀመርታ ሴቲንግ ትኣት ሴቲንግ ምናልባት ብላዕሊ ስክሮል ንታሕቲ ብምግባር ሴቲንግ ዝብል ክንረኽቦ ኢና ከምዚ ትሪእዎ ዘለኹም ማለት እዩ ስለዚ ሴቲንግስ ኣተና ንታሕቲ ምስ ከድና ኣብ ሳሕቲ ትርእይዎ ዘለኹም ጎግል ዝብል ኣሎ ጎግል ዝብል ንኣቱ ማለት እዩ ጎግል ምስ ኣተና ቅድሚት ንረኽባ ማኔጅ ዩር ጎግል ኣካውንት ትብል ኣላ ማለት እዩ ስለዚ ኣብኣ ንኣቱ ማለት እዩ ድሕርዚ ጎግል ማኔጅ ጎግል ኣካውንት ምስ ኣተና ከም ትርእይዎ ዘለኹም በዚ ጫፍ ፐርሶናል ኢንፎርሜሽን ዳታ ፕራይቬሲ ከምኡውን ሰኪሪቲ ዝብል ኣሎ ስለዚ ኣብታ ሰኪሪቲ ትብል ንኣቱ ማለት እዩ ስለዚ ሴኪሪቲ ምስ ኣተና ንታሕቲ ንኸይድ እንትሪእዎ ዘለኹም ንታሕቲ ምስ ከድና ፓስወርድ ማናጀር ዝብል ኣሎ ማለት እዩ ስለዚ እዚ ፓስወርድ ማናጀር ንኣቱ ስለዚ ፓስወርድ ማናጀር ምስ ኣተና ከም ትሪእዎ ዘለኹም እዞም ኣብ ሳሕ ትሪእዎ ዘለኹም ፌስቡክ ከምኡውን ቡኪንግ ኣሎ ኢንስታግራም ኔትፍሊክስ እዞም ብምሎም ኣብዚ ዘለዉ ናይዞም ኣፕሊኬሽን እዚኦም ሴፍ ዝኾነ ፓስወርድ ኣለዎም ማለት እዩ ስለዚ ኣብዚ ፓስወርዶም ክንሪኦ ንኽእል ኢና ማለት እዩ ስለዚ ንኣብነት ፌስቡክ ኣሎ ሕጂ ንኣብነት ፌስቡክ ክሊክ ምስ ገበርናያ ብሙሉኣ እታ ፓስወርድ ናታን ዩዘር ኔም ናታን ከርእየና እዩ ማለት እዩ እታ ፓስወርድ ክትርእዋ እንድሕር ኮንኩም ከዓኒ ነታ ናይ ዓይኒ ምልክት ብምጥዋቕ እታ ፓስወርድ ብሙሉኣ እንታይ ከም ዝነበረት ናይ ፌስቡክኩም ፓስወርድ ክትርእዋ ትኽእሉ ኢኹም ማለት እዩ እዚ ንክኸውን ግን ክትገብርዎ ዘለኩም ነገር ኣሎ ማለት እዩ ስኻ እንታይ እዩ ናይ ዝኾነ ይኹን ኣፕሊኬሽናት ብሙሉ ሴቭ ኮይኑ ንክፅናሓኩም ድሕር ኮንኩም ቀዲምኩም ትገብርዎ ነገር ክህሉ እዩ ማለት እዩ ስኻ እንታይ እዩ ንኣብነት ፌስቡክ ንኣቱ ፌስቡክ ኣቲና ዩዘርኔም ንእንቱ ከምኡ እውን ፓስወርድ እውን ንእቱ ማለት እዩ ሎጊን ምስ በልናዮ ከም ስትሪእዎ ዘለኹም ኣብ ሳሕቲ እንታይ ዝብል መፀልና እዩ ሴቭ ፓስወርድ ዝብል መፀልና እዩ ማለት እዩ መብዛሕትኹም ኖት ናው ኢኹም ትብልዎ ስለዚ ሴቭ ፓስወርድ ኢልና መዝጊብናዮ ድሕር ሃሊና ግን ከምዚ ኣቐዲምና ክንሪኦ ዝጸናሕና ሴቭ ኮይኖም ዝጸንሑ ኣፕሊኬሽናት ምስኦም ሴቭ ክኸውን እዩ ማለት እዩ። ካልኢት ንሪኣ ከዓ ናይ ኣይፎን ተጠቀምቲ ኣይፎን ተጠቀምቲ ኮንኩም ናይ ዝኾነ ይኹን ኣፕሊኬሽን ወይ ከዓ ናይ ዝኾነ ይኹን ዌብሳይት ፓስወርድ እንድሕር ረሲዕኩሞ ብኸመይ ክትረኽብዎ ትኽእሉ ዝብል ነገር ክንርኢና ማለት እዩ ስለዚ መጀመርያ ሴቲንግ ንኸይድ ሴቲንግ ምስ ኣተና ንታሕቲ ንኸይድ ንታሕቲ ምስ ከድና ኣብዚ ከም ትሪእዎ ዘለኹም ፓስዎርድ ዝብል ነገር ኣሎ ማለት እዩ ፓስዎርድስ ዝብል ኣሎ ስለዚ ኣብዚ ፓስዎርድስ ንኣቱ ማለት እዩ ስለዚ መጀመርያ ናይ ፌስ ኣይዲ ክሓተና እዩ ወይ ናይ ኣይፎን ተጠቀምቲ ድሕር ኮንኩም ግድም ፌስ ኣይዲ ክሓተኩም እዩ ስለዚ ብገፅኩም ክትክፈት እያ ማለት እዩ ስለዚ ኣብኡ ኮላ ተኸፊታ ከም ትሪእዎ ዘለኹም ኣብ ታሕቲ ከዓኒ እዚ ብምሉእ ኤ ዳት ኮም ገለ ዝብል ዘሎ ብምሉእ ዘሎ ዌብሳይታት ዝጥቀመሉ ፓስዎርድታት ሴቭ ኮይኑ ኣሎ ማለት ስለዚ ወላ ኣፕሊኬሽን እውን ሴቭ ዝበልክዎ እንድሕር ሃልዩ ከምቲ ዓንተቤት ዘረኣኹም ሴቭ ዝበልክዎ እንድሕር ሃልዩ ኣብዚ ክፀንሓና እዩ ማለት እዩ ስለዚ ከም ትሪእዎ ዘለኹም ፓስወርድ ኣምፂልና ኣሎ ማለት እዩ እዛ ፓስወርድ ትብል ዘላ እንድሕር ተንኪፍናያ ፓስወርድ ኣሎ ማለት እዩ ስለዚ ብከምዚ መንገዲ ከኣ ናይ ኣይፎን ተጠቀምቲ እንድሕር ኮንኩም ክትፈልጥዎ ትኽእሉ ኢኹም ማለት እዩ ኣብ ዝትሪእዎ ዘለኹም መብዛሕትኡ ዌብሳይታት እዩ ግን ኣፕሊኬሽን ሴቭ እንድሕር ኢልኩም ፀኒሕኩም ምናልባት ፌስቡክ ኢንስታግራም ካልእ ቲክቶክ ዝተፈላለዩ ኣፕሊኬሽናት እውን ሴቭ እንድሕር ኢልኩም ኣብ ዝተሰሪዑ ክመፀኩም እዩ ማለት ስለዚ ብከምዚ መንገዲ ዝረሳዕኩሞ ፓስወርድ ድዩ ዋላ ዝጠፋእኩም ፓስወርድ ብከምዚ መንገዲ ናይ ኣይፎን ተጠቀምቲ እውን ክትረኽብዎ ትኽእሉ ኢኹም ማለት እዩ ሰዚ ጋይስ ናይ ሎማዓንቲ ቪድዮ እዚ ምስል ነይሩ ሓደሽ ድሕር ኩንኩም ሳብስክራይብ ግበሩ ክሳብ ኔክስት መደብ ንራኸብ ፒስ